ኣነ ሽማይ ዓብደልቃድር ማሕሙድ ይበሃል ተቐማጣይ ናይ ከተማ ሓጋዜ ቅድሚ ሕጂ ቅድሚ ኣብቲ እዋን መግዛእቲታት ቅድሚ ብሪጣንያ ዝኹኑ ቅድሚ ጣልያ ቅድሚ ዝነበሩ

ይብሉስ እንሰምዕ ኔርና ሕጂ ካብኡ ተላዒሉ ድዩ ተባሂላ ወላ ካሊእ ኣና በታ ዝሰምዓን በታ ዝረድኣን ተሰማዕኳስ እዚ ሽም እዚ ናይዚ ሰብ ኣይ ሕጂ ሽዑ ብቲ ሰብ ኣይነበረላን ሽዑ እቲ ግዜ ኩሉ ዱር ነይሩ እቲ በከባቢ ጥራሕ እምበር ኣብዚ ከተመስ ብዙሕ ሰብ ዝቕመጠላ ኣይነበረን

ኣብዛ ከተማ ሓጋዝ ንነዊሕ ዓመታት ዝነበርና ኢና። እዛ ከተማ እዚኣ መጀመርያ ኣብዚ ክትድኮን ከላ ኣብዚኣ ቦታ ዘሎናያ ሕጂ ንበል ዮሴፍ በርህ ዝበሃል ሰብኣይ ነይሮም ኣብዚ ድኳን ነይርዎም ባር ነይርዎም እንዳሻህ ነይርዎም

ብስኮቲ፣ ከረሜላ ገለ ክገዝኡ ዝመጽኡ ዝነበሩ ሰባት ኣብታ ጥቓ ዓርኮኮብ ነይራ ዓካት ነይራ ሕጂሲ እቶም ክገዝኡ ዝመፁ ካብዚ ከባቢታት እዚ ሰኣብ ኣበይ ካብ ትኸይድ ዘለኻ ክብልዎ ከለዉ ኣነ ዶ ንሓጋዝ ከይ ንዓካት ክኸይድ ደልዮሲ ኣበይ ኣታ ድኳን ዘላ ኢሎሞ ሕጂ እታ ቦታ

ኮሞ ሓጋዚት ማለት እዩ። ሓጋዝ ዝብል ስም መበገሲ ኣብ ዘበነ ባቡር ቀደም ክነብር ሓንቲ ሰበይቲ ካብ ላዕሊ መፂኣ

ሽመይ ተስፋይ ጸጋ ይበሃል ሓላፊ ምምሕዳርን ፋይናንስን ኣብ ከተማ ሓጋዝ ብዛዕባ ሓጋዝ ዝብል ሽም ክንዛርብ ተኾና ልክዕ ስጋ ሕጂ እተሰነደ ንጹር ነገር ኣይተረኽበን እቲ ዘሎ ግን ነቶም ገዳይም ነበርቲ ናይዚ ዓዲ ብዛዕባ ሓጋዝ ዝፈልጡ እዮም ትብሎም ንሓቲትካ እንዲ ዝርከብ ኣብቲ ንሓተሉ ግዜ እውን ገሊኦም ሓጋዝ እያ ትበሃል ይብሉ ገሊኦም ሓጋዝ ኣይኮነን ሓጋት እያ ትበሃል ይብሉ ኣመጻጽኣ ናታ ኸኣ ገለ ኣብቲ ቦታስ ዓካት ስለ ዝነበረ ኣብኡ ዝሰርሑ ሰባት እውን ስለ ዝነበሩ ንሶም ዘውፅእሉ ሽም እዩ ካብ ዓካት ከዓ ናብ ሓጋት ብግዜ ተቐይሩ ዝብሉ ኣለዉ ገሊኦም ከዓ ሓጋት ዝመሳሰል ዘረባ እንታይ ኣሎ ጸግዒ ማለት እዩ ጸግዒ ማለት ክንብል ከለና ከዓ ኣብ ጎቦ ተጸጊዓ ስለ ዘላ ኣብ ጸግዒ ጎቦ እውን ክስምዕ ክእል እዩ ዝብሉ ኣለዉ ሕጂ ዝተፈላለየ ርእቶታት ስለ ዘሎ ኣብ ንጹር ሓበሬታ ንምብጻሕ ኩሉ ግዜ ኣብ ምሕታትን ኣብ ምፍታሽን ንርከብ ማለት እዩ
ሓጋዝ፣ ብቋንቋ ብሌን ኮውሊ ማለት እዩ። ሓጋዝ ሓንቲ ካብተን ንኡሳን ዝዋታት ዓንሰባ ኮይና ኣብ ምዕራባዊ መታሕት ኣብ ቀንዲ መስመር ከረናቑርት እትርከብ ሓውሲ ከተማ እያ። ሓጋዝ ዝብል ቃል ካብ ናይ ብሌን ቋንቋ ሕግድ ዝብል ዝመፀ ኮይኑ ትርጉሙ ድማ ኸውሊ ማለት እዩ። ሓጋዝ ቅድሚ ኣብዚ ዘላቶ ቦታ ምግዓዛ ኣብ እግሪ ጎበያት ተፀጊዓ ነይራ። ክሳብ ኣብ ጥቓ እትበፅሕ ኣይትረእን ዝነበረት። ካብኡ ማለት ካብቲ ናይ ቅድም ዝነበረቶ ቦታ ኣብዚ ዘላቶ ተደብ ኮነት እሞ እታ ስም ግን በታ ናይ ቅድም ሕድግ ከውሊ ምስ ግዜ ግን ኣደማምጻ ናይታ ቃል ናብ ሓጋዝ ከም ዝማዕበለ ይስንቶ።
ዝኸበርኩም ተዓዘብቲ፣ ብዘቕረብናልኩም ትሕዝቶ ዓጊብኩም ክትኮኑ ተስፋ ንገብር።